ሰላም ሰላም ከመይ ቀኒኹም ፍትዋት ተኸታተልተይ ደሓን ዲኹም ያው ጠፊእ ክትብሉኒ ብዙሓት ኢኹም ክናፍቕ ኢለ ድየ ክርሳዕ ኢለ ድየ ተዘይፈለጥክዎ ኦኬ ነሪ መዓንቲ ክለስና ቫወልስ ኤንድ ኮንሶናንት ዝብል ብዙሕ ግዜ ንክሰርሐልኩም ሓይትኩም ነርኩም ሶ በዚ መሰረት ድማ ሎማዓንቲ ንሱ ኢና ክንርኢ ማለት እዩ። ሕዚ ድማ ብሓዱሽ መልክዑ ናይ ኦንላይን ክላስ ምዝገባ ጀሚርና ኣለና። ብስልኪ ቁፅሪ 002519890624 06 ዋትስኣፕ ኮንታክት ጌርኩምና ክትምዝገቡ ትኽእሉ ኢኹም ከየምልጠኩም። ኣብ እንግሊሽ ከምቲ ኩላትና ንፈልጦ 26 ሌተርስ ወይ ከዓ 26 ፊደላት ኣለዋ ራይት ሶ ካብዚኣተን እተን ሓሙሽተ ቫልስ ክኾና ከለዋ ደ ሬስት ወይ ከዓ እቲ ዝተረፈ ድማ ኮንሶናንት ተባሂሎም ይፍለጡ ማለት እዩ ዊች ሚንስ ቫውልስ ክንብል ከለና እንታይ ማለት እዩ መናበብቲ መናበብቲ ላይክ ንሓደ ፊደል መፂኦም ዝቕይርዎ ንኣብነት በ እንድሕር ደኣ ነይሩ ከም ቡ ንክድመፅ ከም ቢ ከም ባ እንዳበለ ንክድመፅ ዝገብርዎ ማለት እዩ ሰው ቫውልስ ንብሎም ዊች ኣር መናበብቲ ን ኮንሶናንት ስቶም ተነበብቲ ዝበሃሉ ማለት እዩ ኦኬ ሶ እቶም ቫወልስ ዝበሃሉ በዓል መን እዮም? ፍርስት ዋን ኢዝ ኤ ኤ እቲ ካልኣይ ድማ ኢ ኢ ዘን ኣይ ኣይ ኦ ኤንድ ዩ ኦኬ እዚኣቶም ሓሙሽተ እዮም ብርግፅ ሳምታይምስ በይኖም መፂኦም ከም መናብብቲ ይሕግዙና እዮም ዊች ኣር ላኣብነት ኣብ ሓደ ሓደ ቦታ ግን ከም ንኣብነት ደብኦ ብሓደ ክመፅእ ክንርኢ ንኽእል ኢና ወይ ከዓ ኢኤንድ ኤ ብሓደ ክመፅእ ንርኢ ኢና ሶ እዚኣቶም ከዓ ኤክሰፕሽናልስ ይበሃሉ ወይ ከዓ ካብቲ ሕጊ ውፅእ ዝበለ ኣሰራርሓ ዘለዎ ማለት እዩ ሶ ሎማዓንቲ ኩላቶም ኤንዲፕ ክንሪኦም ኢና ብሓደ ንፅናሕ ኖት ብጣዕሚ እዩ ኣገዳሲ ኣብዚ ኣርእስቲ እዚ ማለት እዩ ቫወኤል ኮንሶናንት ዝበሃል ነገር ንሕድራ ዘይፈሊጥና ንክነንብብ ይኹን ኣንቢብና ንክንርዳእ ይኹን ወይ ከዓ ንክንፅሕፍ ብጣዕሚ ኢና ክንሽገር ሶ እንግሊሽ ክፅሕፍ ይደሊ እዮ ወይ ከዓ እንግሊሽ ምንባብ ፐርፌክት ክኸውን ይደሊ እየ ንድሕር ደኣ ንብል ኮይና ኖት ኖት ኖት ኦኬ መብዛሕትኡ ግዜ እዞም ቫልስ ከመይ ጌርና ነድምፆም ንኣብነት ኤ ንድሕር ደኣ ኮይኑ ከም ኣ ኢና ነድምፆ ከም ኣ ንኣብነት ሌትስ ሰይ በ ኣሎ በ እንድሕር ዳኣ ኢልና ላይክ ቢ ኢና ክንትክእ ምሽ ዊች ኢዝ በቡ ቢ ባ ቤ ብ ቦ ንክንብል ኮመን ዝኾነ ወርድ ኣሎ ደ ኮንሶናንት እቲ ኮንሶናንት ወይ ከዓ ተነባብ ንብሎ ማለት እዩ ዊች ኢዝ ቢ ራይት ስለዚ እዚ ቢ ዝነበረ በ ንክንገብሮ እንታይ የድልየና ቡ ንክንገብሮ ከም ቢ ንክነብዎ ከም ባ ከም ቤ ከም ብ ከም ቦ ንክነብዎ እንታይ የድልየና ኦኬ ሶ ሕጂ ንኣብነት ኤ እንድሕር ደኣ ሃልዩ እዚ ቢ ሌትስ ሰይ ዜር ኢዝ ቢ ን ኢፍ ዊ ኣድ ኤ ስለዚ ኤ እንድሕር ደኣ ተጠቂምና እንታይ ይኸውን ኣሎ ማለት እዩ ኣ ስለዚ ድመፅ ባ ይኸውን ማለት እዩ ባ ከም ንኣብነት ኦኬ ካሊእ ድማ ኣይ እዩ ኣይ ድማ ከም ምንታይ ይድመፅ ኢ ከም ኢ ተቐጻሊ ድማ ኢ እዩ ኢ ድማ ከም ኤ ወይ ከዓ ከም አ ዝድመፀሉ ግዜታት ኣሎ ኢ ድማ ከም ኢ ይድመፅ እዩ ሓደ ከም ኤ ዝድመፀሉ ሰዓት ኣሎ ከም አ እውን ዝድመፀሉ ሰዓት ኣሎ and the next one ኦ

ኡ ይድመፅ ከም ኡ ነድምፆ ማለት እዩ ንኣብነት ለይሰይ ቡ ክንብል ንድሕር ዳኣ ደሊና ቢ ዩ ንጥቀም ስለዚ ነቲ ቢ በይኑ ዝነበረ ዩ ስለ ዝተወሰኸታይ ኮይኑ ማለት እዩ ቡ ኮይኑ ኣሎ ቡ ስለዚ ዳትስዋይ ቫወልስ መናብብቲ ተባሂሎም ዝፅውዑ ማለት እዩ ነቲ ዋና ፊደል ናብ ሳድስ ናብ ራብእ ናብ ሳልስ እናቐያየሩ ብዙሕ ዓይነት ድምፀት ንክህብ ወይ ከዓ እቲ ፊደል ንክቕይር ኣኮርዲንግሊ ድማ ትርጉሙ ንክቕይር ይገብርዎ ኣለዉ ማለት እዩ ንኣብነት ለይሰይ ዶግ ኢልና ክንፅሕፍ ደሊና ዶግ ኦኬ ስለዚ በይና ዲ እንድሕር ደኣ ኮይና ከም መንያ ትድመፅ ከም ድ ኩላቶም ለይትሰይ ቢ እንድሕር ኮይኑ ከም ብ እዩ ዝድመፅ ሲ እንድሕር ኮይኑ ከም ክ ዝድመፀሉ ሰዓት ኣሎ ዲ እንድሕር ደኣ ኮይኑ ከም ድ ኣንድ ሌትሰይ ጂ እንድሕር ደኣ ኮይኑ ከም ጅ እዩ ዝድመፅ ስለዚ እዚኣቶም ኩሎም ከም ሳድስ ኢና ነንብቦም ዊች ኢዝ ሕረ ሽህ ል እንዳበልና ማለት እዩ ሶ ዶግ ኢልና ንክንፅሕፍ እንታይ የድልየና ኮመን ዝኾነ ወይ ከዓ ኮንሶናንት ዲ ራይት ስለዚ እቲ ድ ዝነበረ ናብ ዶ ንክንቅየር እንታይ የድልየና ኦ ሶ ዶግ ዶግ ግስ ኣድስ ስለ ዝኾነ ምንም ኣይንውስኸሉን ሶ ጂ ከም ዘለዎ ንወስዶ ማለት እዩ ሶ ዳትስ ሃው ክንፅሕፍ እንድሕር ደኣ ኮይና እውን ክነንብብ እንድሕር ደኣ ኮይና እውን ቫዋል ኤን ኮንሶናንት ንጥቀመሉ ማለት እዩ ካሊእ ፔን ፔን ኦኬ ሶሪ ዶግ ማለት እንታይ ማለት እዩ ከሊ ሬዲ እዚ ናይ ነውን ስለ ዝኾነ ኢለ እየ ን ኔክስት ዋን ፔን ፔን ኦኬ ፔን ከመይ ንጽሕፎ ፒኢኤን ኦኬ ሶ ከምቲ ቅድም ዝበልኩኹም ኢ እንድሕር ደኣ ሃልዩ ከም ኤ ንክነድምፅ ይገብረና ሶ ፒ ፒ ቤና እንድሕር ደኣ ኮይና ከም ፕ ኢና ነድምፆ ፕ ስለዚ ኢ ክውስኾ ከሉ እንታይ ይኸውን ኣሎ ፔ ፔ ደን ኤን ፔን ፔን ኦኬ ን ካልእ ኤግዛምፕል ከዓ ካት ካት ኦኬ ሲ ኣሎ ከም መን ይድመፅ በይኑ ሲ ከም ክ ነድምፆ ደን ኢፍ ዩ ኣድ ኤ ኢንቱ ሲ ናብ ሲ እንድሕር ደኣ ኤ ወሲኽናሉ እንታይ ይኸውን ኣሎ ማለት እዩ ካ ካ ቀዲ እንታይ ኢለኩም ነይረ እንድሕር ደኣ ሃልዩ ነቶም ኮንሶናንት ከም ኣ ክድመፁ ይገብር ኣ ዝብል ናይ ባዕሉ ድምፀት ኣለዎ ስለዚ ናብ ክ ኣ እንድሕር ደኣ ወሲኽናል እንታይ ይኸውን ኣሎ ማለት እዩ ካ ካ so we say like cat cat uh, the same with car ኣብዚ ሕቶ ኣለኒ ንምንታይ ኢና ካር ክንብል ከለና ንሲ ኤ ወሲድና ደን ኣር ግን በይኑ ጌርናዮ ኦኬ ቅድም እንታይ ኢለኩም ነይረ ኣር እዞም ላይክ ሳድስ ዝበሃሉ ብትግርኛ ሳድስ ኢልና ንፅውዖም መበል ሻድሻይ ዝርከቡ ፊደላት ማለት እዩ ኩላቶም ባዕሎም እዮም ዶ ዝብሉ ውጭዝ መናብቲ ወይ ከዓ ቫወል ምንም ኣየድልዮምን ማለት እዩ ኦኬ ንኣብነት ኣር ቤን እንድሕር ደኣ ኮይኑ እንታይ ማለት እዩ ር ከም ር ይንበብ ሲ ቤን እንድሕር ደኣ ኮይኑ ከም ክ ይንበብ ኤል በይኑ እንድሕር ደኣ ኮይኑ ከም ል ይንበብ ሰው እዚኦም ተጠቂምና ኢና ብቐሊሉ ክነንብብ ንኽእል ማለት እዩ ዘም ሜላ እዚኦም ክንርድኦም ኣለና ስለዚ ሲ እንድሕር ደኣ በይኑ ክ ነይሩ ኤ ክውሳኽ ከሉ እንታይ ይገብረሎ ናብ ምንታይ ይቕይረሎ ማለት እዩ ናብ ካ ይቕይረሎ ማለት እዩ ኦኬ ክ ክድመር ኣ እንታይ ይኸውነሎ ካ ካ ሶ ኣ ስለ ንውሕጦ ኦሬዲ ነቲ ዋና ወይ ከዓ ተነባቢ ኮንሶናንት ነቲ ሲ እዩ ዝቕይሮ ዘሎ ሶ ዊ ሪድ ኢት ላይክ ካ ካ ትኸውን ማለት እዩ ካሊእ ሲን ሲን ኤስ ኣይ ኤን እንታይ ማለት እዩ ሓጢኣት ሓጢኣት ራይት ኦኬ ስለዚ ሲን በይና ኤስ እንታይ ትንበብ ስ ኦኬ ኣይ ተወሲኹ ኣይ ከዓ ከመን ኮይነን ከመን ኢና ነንብቦ ኢልና ነርና ከም መን ይንበብ ከም ኢ ስለዚ ንስ ናብ እንታይ ቀይርዎ ናብ ሲ ኦኬ ሲ ን ኤን ሲን ሲን ዝኸብድ ከይመስለኩም ብጣዕሚ ቀሊል ቀሊል ቀሊል እዩ ዳስ ዋይ ቀዳማይ ክፍሊ ንምሃሮ ኦኬ ካልእ ተወሳኺ ኣብነት ድማ ፉል ፉል ኦኬ ፉል ማለት እንታይ ማለት እዩ ሙሉእ ራይት ኦኬ ኣብነት ኣንፉል እንድሕር ደኣ ኢልና እንታይ ማለት እዩ ኣይ ኣንፉል ጸጊበ ኣለኹ የቐኒለይ ቴንክ ዩ ብላዕ እንድሕር ደኣ ኢልካሰ ኖ ኣንፉል ቴንክ ዩ ጸጊበ ኣለኹ መሊእ ኣለኹ ካብ ዝብል ተወሰደ ኦብስሊ ኦኬ ስለዚ ፉል ኤፍ በይኑ ኣሎ ስለዚ ኤፍ በይኑ ከም መን ይንበብ ከም ፍ ከም ፍ ኢና ነንብቦ ደን ዩ ክውስኾ ከሎ እንታይ ይኸውን ፉ ይገብሮ ማለት እዩ እቲ ፍ ዝነበረ ወይ ከዓ ሻድሻይ ቤት ዝነበረ እንታይ ይኸውን ኣሎ ናብ ካልኣይ የምፅኦ ኣሎ ዊች ኢዝ ፈ ፉ ኦኬ ፉ ፉ እዞም ደብል ኤል ምናምን ዝወስዱ ከዓ ካልእ ግዜ ከዓ ኢንዲፕ ክንሪኦም ኢና ንሳቶም ኣብዚ ንምንታይ ክልተ ኤል ኮይኑ ገሊልኩም ሓሳብኩም ከይትተሓዙ ንሳቶም ከዓ ካልእ ክላስ ኬርና ክንሪኦም ኢና ኦኬ ካልኦት ከዓ ሕጂ ንኣብነት ኣብ ሓደ ሓደ እ፣ ደብል ኦ ክንጥቀም ወይ ከዓ ኢ ኤንድ ኤ ብሓደ ክንጥቀም ሪኢኹም ትፈልጡ ትኾኑ ኢኹም እቲ ኮንሰናንት ሓደ ኮይኑ ከሎስ ድሕሪኡ ግን ክልተ ባወልስ ክነስዕበሉ ማለት እዩ ንኣብነት ፉድ ፉድ መግቢ እሺ ከም ፎ ኢልና ኣይንበብናዮም ፎኦዲ በቲ ዓንተው ዝበል ናይ መሰረት ንሕርኣ ኮይኑ ፎኦዲ ኢልና ኣይና ክነንቦ ነርና ማለት እዩ ኦኬ ግን ወን ር ር ክልተ ኦ ብሓደ እንድሕር ሃልዮም ከም መን ኢና ነንብቦም ከም ዩ ወይ ከዓ ኡ ዝብል ድምፀት እዮም ዝውና ማለት እዩ ዳትስ ዋይ ኤፍ ኦኦዲ ፉድ ዝንበብ ፉድ ኦኬ ስለዚ ኩሉ ግዜ ክልተ ኦ ብሓደ ብሓንሳዕ እንድሕር ሃልዮም እንታይ ኢና ንገብር ማለት እዩ ከም ዩ ኢና ነድምፆም ዩ ከም ዝህበና ረብሓ ደሴም እዩ ማለት እዩ ስለዚ ዩ ንድሕር ዳ ተጠቂምና ነገራት ናብ ኡ ዓይነት ድምፀት ይቕይር ኢልና ነርና ምሽ ስለዚ ልክዕ ከምኡ ድማ ሕጂ ደብል ኦ ክንጥቀም ከለና ከም ዩ ደሴም ኡ ዝብል ዓይነት ድምፀት ይበና ስለዚ ኤፍ ኦኦ ዲ ታይ ነንብቦ ፉድ ፉድ ካሊእ ኤ ኣይ ንኣብነት ሄር ሄር ኦኬ ሄር ከመይ ኢና ነድምፆ ኤ ኣይ ብሓደ ክመፁ ከለዉ ልክዕ ከም ኢ ኢና ንጥቀመሎም ከም ኢ ኦኬ ስለዚ ዛት ስዋይ ሄር ክንብል ከለና ሄ ሄልና ሸውዓይ ሶሪ ሓምሻይ ማለት እዩ ምሽ ሀ ሁ ሂ ሃ ሄ ኦኬ ስለዚ ሄር ክንብል ከለና ኤኣይ ብሓደ ኮይኖም ልክዕ ኢ ከም ዝህበና ጥቕሚ ይህቡና ማለት እዩ ስለዚ ኢ እንድሕር ደኣ ሃልዩ ከም ኤ ክነድምፆ ይገብረና ኢለኩም ነረ ምሽ ኢ እንድሕር ደኣ ሃልዩ ኤ ዝብል ዓይነት ድምፀት ይህበና ልክዕ ከምኡ ድማ ኤኣይ ብሓደ እንድሕር ደኣ ሃልዮም ከም ኤ ዓይነት ድምፀት ይህቡና ወጀዝ ተመሳሳሊ ጥቕሚ ምስ ኢ ኣለዎ ማለት እዩ ንኣብነት ኢለኩም ሄር ክንብል ከለና እንታይ ኢና ንብል ሄ ኤ ኣሎ ሄ ኤ ሄር ኦኬ እቲ ካልእ ድማ ኢ ኤ ብሓደ ክመፁ ከለዉ ኢ ፕላስ ኤ ብሓደ ክመፁ ከለዉ እንታይ ዓይነት ድምፀት ይሁና ምስ ኣይ ሓደ ዓይነት ጥቕሚ እዩ ዘለዎም እንታይ ኢና ነድምፆ ማለት እዩ ኢ ኢ ንኣብነት ክሊር ክሊር እንታይ ማለት እዩ? ፅሩይ። ስለዚ ክሊር ክንብል ከለና ክሊ ሊ ሊ ኣብ ሊ እንታይ ኣሎ ኢ ኣሎ ኣይ ተጠቂምና ነርና ቅድም ኣብዞም ሳልሳይ ዘለዉ ፊደላት ንኣብነት ከምዚ ሀሁ ሂ ለሉ ሊ ክንብል ድሕር ድኣ ደሊና እዞም መበል ሳልሳይ ዝርከቡ ድሕር ድኣ ክንጥቀመሎም ደሊና ኣይ ኢና ንጥቀም ወይ ከዓ ናብቲ ድምፀት ንሱ ንምምፃእ ኣይ ኢና ንጥቀም ኢልና ነርና ልክዕ ከም ኣይ ኮይኑ ድማ ሳምታይምስ ከገልግለና ይኽእል እዩ መን ኢ ኤንድ ኤ ወን ደይ ካም ቱጌዘር ካልእ ተወሳኺ ድማ ከም ኣይ ዓይነት ድምፀት ክህበና ዝኽእል መን እዩ ደብል ኢ እንድሕር ዳ ኮይኑ ልክዕ እንተዎ ደብል ኦ እንታይ ኢልና ነርና ልክዕ ከም ዩ ዓይነት ድምፀት ይህበና ኢልና ነርና ራይት ስለዚ ደብል ኢ እንድሕር ዳ ኮይኑ እውን ከም ኣይ ዓይነት ጥቕሚ ኣለዎ ዊች እዝ ኢ ዝብል ድምፀት ይፈጥር ማለት እዩ ንኣብነት ቲዝ ቲዝ ስኒ ኦኬ ስለዚ ቲ ኣያል ቲ ኣላ በይና ኦኬ ሶ ደብል ኢ እንታይ ገይርዎ ኣሎ እቲ ቲ በይና ከመይ ከም መናት ድመፅ ከም ት ስለዚ ደብል ኢ ምውሳኽና ወይ ከዓ ክልተ ኢ ምስ ዓብና ናብ ምንታይ ገይርዎ ኣሎ ማለት እዩ ቲ ንክኸውን ቲ ንክኸውን ኦኬ እተን ክልቲኤን ኢ ከም ኢ ይድመፃ ማለት እዩ ኦኬ በየና ሓንቲ ኢ ተትኸውን ካብ መን ትድመፅ ማለት እዩ ከም ኤ ኤ ገወዘት ካልእ ድማ ኦ ኤንድ ኤ ብሓደ ክመፁ ይኽእሉ እዮም እዚኦም ከም መነድምፆም ኤ ምውሳኹ ትርጉም የብሉን ከም ኦ እዮም ዝድመፁ ኦኬ ኦ በይኑ ድሕር መፂኡን ከም ኦ እዩ ዝድመፅ ኤይ እንድሕር ተወሲሕዎ እውን ከም ኦ እዩ ዝድመፅ ንኣብነት እንታይ ክንርኢ ንኽእል ኢና ቦርድ ቦርድ ኦኬ ከምቲ ሰሌዳ ማለት እዩ ቦርድ ስለዚ ቢኦ ኤኣርዲ ቦርድ ከምዚ ይፅሓፍ ስለዚ ቦርድ ኣይንብልን እንታይ ደኣ ቦርድ ላይክ ኦ ዋላ ኤ ደኣ ይሃሉ እምበር ከም ክልቲኡ ኦ ፕላስ ኤ ብሓደ ንቢ እንታይ ከመይ ክድመፅ ገይሮሞ ማለት እዩ ከም ቦ ከም ቦ ንክድመፅ ይገብሮ ማለት እዩ ስለዚ ዳስ ዋይ ዊ ሪድ ኢት ላይክ ቦርድ ካሊእ ድማ ዩ እዩ ቅድም እንታይ ኢልና ነርና ዩ ከም ኡ ኢና ንጥቀመሉ ኢልና ነርና ሳምታይምስ ግን ከም ኣ ኮይኑ ከግልግለና ዝኽእል ውሃታት ኣለዎ ንኣብነት እንታይ ክንርኢ ንኽእል ኢና ካት ካት ሻት ዝብሉ ቃላት ንኣብነት ኤስ ኤች ብሓደ ከም ሽ እዩ ዝንበብ ራይት ከም ሽ ስለዚ ዩ ብምምፅኡ እዚ ሹ ዘይኮነ ገይርዎስ እንታይ ደኣ ገይርዎ ኣሎ ናብ ሻ ቀይርዎ ማለት እዩ ዳስ ዋይ ውሪ ኢት ላይክ ሻት ሻት ኤን ሲ ዩ ቲ ካት ካት ራይት እዚ ኩሉ ክንብሎ ዝፀናሕና ግን ኣብ ሓደ ሓደ ቃላት ኣይሰርሕን እዩ ኦኬ ሶ እዞም ቃላት እዚኣቶም ክንፈልጦም ጥራሕ እዩ ዘለና ንኣብነት ክልተ ኦ ብሓደ እንድሕር ደኣ መጺኡ እንታይ ኢልና ነርና ዓንቶ ከም ኡ ይድመጽ ወይ ከዓ ልክዕ ከም ዩ ዝበና ዓይነት ጥቕሚ ይህበና ኢልና ነርና ሌሴ እንታይ ኢልና ነርና ፉድ ፉድ ራይት ኦኬ ስለዚ ደብል ኦ ከመን ኮይኑ ተነቢበሎ ማለት እዩ ከም ኡ እሺ ወን ሰይ ዶር ዶር ግን ማዕፆ ክልተ ኦ ኢና ንጥቀም ግን ዊደን ሰይ ላይክ ዱር ኦኬ ዊደን ሰይ ላይክ ዱር ወረ እንታይ ደኣ ዶር ኢና ንብል ስለዚ እዚ ኤክሰፕሽናል እዩ ኤክሰፕሽናል ማለት ክልተ ኦ ዋላ ይኹኑ ከም መንተ ነይበሎ ማለት እዩ ልክዕ ከም ኦ ከምዚ ዓንተዎ ዝረኣናዮ ኦን ኤን ብሓደ ክመፁ ከለዉ ከም ኦ ኮይኖም እዮም ዝንበቡ ልክዕ ከም ዝበልናዮ ኣብዚ እውን ዶር ኣብ ዝብል ቃል እውን ክልቲኦም ኦ ከም ሓደ ኦ ኮይኖም የገልግሉ ኣለዉ ማለት እዩ ካሊእ ድማ ኦ ምስ ዩ ብሓደ ክመፁ ከለዉ ከም ኣው ዝብል ዓይነት ድምፂ ይህበና ኣው ኣው ኦኬ ኦ ፕላስ ዩ ብሓደ ክመፁ ከለዉ ንኣብነት ክላውድ ክላውድ እንታይ ማለት እዩ ደመና ኦኬ ስለዚ ደመና እንታይ ዓይነት ድምፂ ኣለዎ ክላውድ ክላውድ እተን ኮንሶናንት ሲ ሓንቲ L and D እየን ዘለዋ እቲ ካሊእ መናብብቲ እዩ እቲ ዋና ተነባባይ ዝበሃል ሕጂ ኣብዚ መን እዩ ኣብ ክላውድ C L and D ካብቶም 21 ኮንሶናንት ኢልና ንፅውዖም ፊደላት ማለት እዩ so here O and U ኣለዉ ስለዚ እዚኣቶም እንታይ ዓይነት ፐርፐዝ ዘለዎ ማለት እዩ ንኤል ከም ኣው ዝብል ዓይነት ድምፂ ሃልዎ ንክንበብ ገይሮሞ ማለት እዩ ንኣብነት እንታይ ኢልና ነንብቦ ክላውድ

ከምዚ ክላው ዳብልዩ ከም ዘሎ ጌርኩም ኣይተድምፅዎ ንምባል ዝኣክል እዩ ሶ ብዛዕባ ቫወልስ ኤንድ ኮንሶናንት ዝተዳለኽዎ ክላስ እዚ ይመስል ነይሩ ፈቲኹሞ ክትኮኑ ተስፋ ይገብር እንድሕር ፈቲኹምዎ ላይክ ምግባር ከይትርስዑ እዚ ፈቲኹሞ ደሓን ኣይትሸገሩ ተፈቲኹሞ ጊሚ ታምስ ኣብ ሰብስክራይብ ዘይግበርኩም ሰብስክራይብ ግበሩ ይጠቕሙ ሚኒ ትብልዎም ሰባት ከዓ ሼር ግበሩሎም ሶ ያስዩ